ኣሜዚንግ ኣብዚ ሰዓት ዝኸበርኩም ተኸታተልቲ ራይ መደብ ጥዕና ኣብ ኣሜሪካ ትነብሩ ኣብቲ ናይ ዶክተር ጂ ፕራክቲስ ብምኻድ ዘለኩም ኩሉ ኣገልግሎት ኣብኡ ክትጥቀሙ ብኡ መንፅር ከዓኒ ንኣሽቱ ደቅኹም እንተ ሃልዮም እሞ እዚ ሕጂ ንዝትርልና ንዝትየሉ ዘለና ኣርእስቲ ሃናፂ ኮይኑ እንተ ረኪብኩሞ ከምዚ ዓይነት ዕቤት ክትሪኡ ትደልዩ እንተ ኮንኩም እስኪ ውሰድዎ ንዶክተር ጂ ይፈልጥ እየ ንገለገለ ሰባት ኣፕረንትሽፕ ከምዝህብ እኹል ዳኣኸሉ ዕድመ ማለት ሃይስኩል ተምሃሮ ገለ እንተ ኮይኖም እሞ ብዛዕባ ናይ ደንቲስትሪ ኣፖርቹኒቲ ዲስካቨር ክገብሩ ዝኽእሉ እንተ ኮይኖም ድሌት እንተ ሃልይዎም ዶክተር ጅ ብምድዋል ኣረንጅ ብምግባር እቲ ዘሎ ኩሉ ዕድላት ብቕልል ዝበለ መልክዑ ሓደ ንዕኦም ኢንስፓየር ዝኾኑ ፅባሕ ንግሆ ከምኡ ዓብዮም ናቶም ናይ ገዛ ርእሶም ፕራክቲስ ከምዚ ናይ ዶክተር ጂ ወይ ካብኡ ድበልፅ ክገብሩ ዓበ ተስፋ ስለ ዘለና ኬድኩም ረእይዎ ናይ ዶክተር ጂ ፕሮፋይል ኬድኩም ኣንበብዎ ናቱ ጉዕዞ ረእይዎ እዚ ንዓና ሓደ ኣዝዩ ዓብዪ መሰረት እዩ ነቶም ቅድሚ ሕጂ ከም ዘይንፈልጥ ዝነበርና ከምቲ ኣቐዲሙ ድበሎ ዶክተር ጂ እቲ ዝዓበየ ብድሆ ከም ሕብረተሰብ ንዓና ዝገጥመና እንታይ እዩ፣ ቅድሜና ዝጸንሑ ነዚ ዓውድታት እዚ ዝፈልጡ ስለ ዘየለዉ። ኣነ ንባዕለይ ኣብ ክፍሊ መድስን ናይ ፋርማሲ መድስን ከጽንዕ ከለኹ ዝዓበየ ብድሆ እንድሕር ነይሩ ንመን እንታይ ይሓቶ ኣይፈልጥን እየ ነይረ። ብፍላይ ኣብ ዓዲ እንግሊዝ ከምኡ ተማሂሮም ከምኡ ዝሰርሑ ብዙሓት ኣይፈልጥን ነይረ። ስለዚ ምሳይ ዝመሃሩ ዝነበሩ ግን ገሊኦም ናይ ህንዲ ዘርኢ ዘለዎም ገሊኦም ናይ ፓኪስታን እንግሊዛውያን ዶ ይኮኑ ማለት እዩ ናይ ገዛ ርእሶም ናይ ወለዶም ናይ ክልተ ሰለስተ ወለዶታት ድኣክል ትካላት ዘለዎም ቀዳመ ሰንበት ኣብኡ ኮይዶም ዝሰርሑ ነገራት ፈሊጦም ዝመፁ ብዙሕ ነገር ድሕገዙ ስለ ዝነበሩ ንሕና ከዓ ነዚ ነገር እዚ ክንቅይሮ ስለ ዘለና ናይ ዶክተር ጂ ቁርብነት ከዓ ኣብቲ ናቱ ፔጅ ወይ ናቱ ዩቲብ ፔጅ ብምኻድ ነቲ ሓደ ሓደ ንጥፈታት ዝገብሮ ክትርእዩ ይዕድመኩም እቲ ስድህቦ ኣገልግሎት ብዘይካ እዚ ንብሎ ዘለና ንናኣሽቱ ኣሕዋትና ናይ ኣፕረንትሺፕ ወይ መጺኦም ትዕዝብቲ ንምግባር ጥራሕ ዘይኮነ እንታይ ዓይነት ኣገልግሎት ከም ዝህብ ክንዝቲ ኢና እታ ናቱ ኣድረስ ኣብዚ ንሪኦ ዘለና 560 ካንትሪ ክለብ ሮድ ስትሪት 106 ዋይሊ ተክሲስ ማለት ድዩ 75098 ከምዚ ትሪእዎ ዘለኹም እዚ ሓበሬታ ኣብዚ ኣብ ታሕቲ እውን ንበይኑ ፔጅ ገረ ክገብረ ቴሌፎን ናምበር እውን ኣብዚ ንሀለ ደውሉሎም ኮንታክት ግበርዎም ዘሎ ሓበሬታ ኩሉ ኣሎ ናቱ ናይ ዩትዩብ ናይ ኢንስታግራም ፔጅስ እውን ኣለዎ እንተ ክኢልኩም ፈለው ግበርዎ ብፍላይ እዞም ቲክቶክ ዘለኹም መንእሰያት ካብ ናይ ዶክተር ጂ ትሕዝቶታት እንዳኸድኩም እንዳተዓዘብኩም ሸር ክትገብርዎ ከምኡ ውን ከም ሓደ ናይ መተባብዒ ዓውዲ ክትጥቀምሉ ኣነ ዓቢ ተስፋ ኣለኒ ዶክተር ጂ ንእሽተይ ነዛ ናትካ ዌብሳይት ብዛዕባ ስራሕካ ትገልፅ ክንደስስ ፀኒሕና እንታይ ዓይነት ኣገልግሎት ኢኹም ትህቡ ኣብዚ ሰዓት እዚ ኣብቲ ናትካ ፕራክቲስ እንታይ እዩ እቲ ድወሃብ ኣገልግሎት እንታይ ይመስል ደንትል ኬር ክብ ንብል ከለና ኣብ ህፃናትን ኣብ ዓበይትን ከ እንታይ ይመስል
እወ ሕጂ ደንታል ኬር ኣብ ህፃናትን ኣብ ዓበይትን ክልቲኡ ዝተፈላለየ እዩ ሕጂ እንታይ ማለት እዩ ንህፃናት ብሓፈሽኡ መኣስ ክረኣዩ ኣለዎም ሕጂ ንህፃናት ካብ ሽዱሽተ ወርሒ ወይ ድማ እታ ቀዳመይቲ ስኖም ኣብ ትወጸትሉ እዋን ውጽዋን እታ ዝቐልጠፈት ማለት እዩ ክረኣዩ ኣለዎም እዚ እንታይ ማለት ሕጂ ወዲ ሽዱሽተ ወርሒ ህፃን ሕክምና ክሕከም እዩ ማለት ዘይኮነ ግን ምስ ኣደ ናይቲ ህፃን ኮፍ ኢልካ ክትዘራረብን እንታይ እንታይ ዓይነት ፕሮቶኮል ክትገብር ከም ዘለዋ ኣደ ማለት እዩ ንኣብነት ኩሉ እቲ ትምህርቲ እንደገና ነቲ ህፃን ሕጂ ንኣብነት እቶም ህፃናቶም ክተምፅኦም ከለካ እንታይ ማለት እዩ እቲ ክሊኒክ ክላለይዎ ብናእሽተኡ ከለዉ ብዙሕ ሰብ ናይ ደንቲስት ምኻድ ፍርሒ ስለ ዘለዎ ኣብዚ ኣሜሪካ ሕጂ ፍርሒ ኣለዎ ሕጂ እንታይ ማለት እዩ ብናእሽተኦም ህፃናት እንተምፂኻዮም ግን እቲ ልክዕ ነቲ ቦታ ሲ ከም ፍሬንድሊ ከም ዘየፍርሕ ቦታ ኮይኑ ንክፈልጥዎን ንክርእይዎን ደሓር ክላለዩን ማለት እዩ ሕጂ እዚ ብንእሽቱ ቀዳማይ ነገር እንታይ ትገብር ኣለኻ እቲ ምስቲ ቆልዓ ዘለካ ዝምድና ምስቲ ዶክተር ኦኬ ሕጂ ቆልዓ ንኣብነት ሓደ ንሓደ ዶክተር እንድሕሪ ከም ሮል ሞዴል ገይሩ ርእይዎ ገስዋ እቲ ቆልዓ ንርእሱ ከም ዶክተር ክኸውን ድሌት ክህልዎም ይኽእል እዩ ማለት እዩ በዚ ዓይነት ሕጂ ናይ ህፃናት ብዙሕ ግዜ እንታይ እዩ ኣብ ነብሲ ኣብ ሽዱሽተ ወርሒ ሽዱሽተ ወርሒ ክመፁን እንድሕር እቲ ናቶም ፕሮቶኮል ዝሕልዎ ኮይኖም ኣብ ሽዱሽተ ወርሒ ክሊኒንግ ጌርካ ክሰዶም ፍሎራይድ ክግበረሎም እዚ ማለት እዩ ሕጂ እቲ ቀንዲ ሕቶ ከም ዝመፅእ እንታይ እዩ ኦ ይኖ ናይ ህፃናት ስንሲ ብዙሕ ኣገዳሲ ይኮነን ምክንያቱ ክወድቕ ስለ ዝኾነ በቲ ናይቲ ብናይ ኣዳልት ክትካእ ስለ ዝኾነ ዝብል ሕቶ ኣሎ ብዙሕ ግዜ ሕጂ ወለዲ ይብሉካ ኦ እዚሲ ናይ ቤቢ ቲዝ እዩ ክኸይድ እዩ እቲ ናይ ከምኡ ገለ ዝብል ኣሎ ግን ናይ ህፃናት ስኒ ብጣዕሚ ኣገዳሲ እዩ እቲ ኣገዳሲ ዘብሎ እንታይ እዩ እቲ ኣብኡ ዘሎ ቀዳማይ ነገር ኦኬ ዋው እንድሕር ካቢት እንድሕር ተበሊዑ ቃንዛም ክህልዎ ክእል እዩ እቲ ቆልዓ ማለት እዩ ካልኣይ ነገር ግን እተን ኣገዳስቲ እተን ናይ ህፃናት ስኒ ነቲ ናይ ኣዳልቲዝ ወይ ድማ ነቲ ፐርማነንቲዝ ከም መትሓዚ ቦታ እዩ ሕጂ እዚአን እንድሕሪ ቅድሚ ዝግበአን ኣብቲ ቀልጢፈን ወዲቐን ግን እቲ ቦታ ክህሉ ስለ ዘይክእል እዚ ሕጂ ባዕድና ንኣብነት ፍንጮ ዝበሃል እሱ ማለት እዩ ሕጂ እቲ ዳሕራይ እቲ ፐርማነንት ክወፅእ ከሎ ኣብ ግቡእ ዘይክወፅእ ማለት እዩ እዚ ከዓ ሕጂ ከም ዝሪኦ ኣብዚ ዘለናዮ እዋና ሲ ቆልዑት እቲ ናቶም ሰልፍ እስቲም ወይ ድማ እንታይ ኣትሎ ትግርኛ ሰልፍ እስቲም እዚ ኮንፊደንስ ናቱ እዩ ነው ናይ ሕጂ እንታይ ብሎካ ሕጂ ኦ ኣብ ቤት ትምህርቲ ከይደሲ ከምዚ ኢሎም ጸሪፎም ንስኒ ከምዚ ናይ ናይ ኣንጭዋ ስኒ መስል ኢሎም ንገለ ብሉካ እዮም ቆልዑት ሕጂ እቲ ናይ ኮንፊደንስ ቢልዲንግ ከዓ ካብ ሕጂ ካብ ብንእሶም ስለ ዝጅምር እቲ ናይ ኣነ ዝሪኦ ሲ ብጣዕሚ ኣገዳሲ እዩ ማለት እዩ ህፃናት ካብ ብንእሽቶም ኣትሒዞም ፕሮቶኮል ክህልዎምን እቲ ከመይ ገይሮም ንነብሶም ኬር ክገብሮም ንስናኖም ኬር ክገብሮ ከም ዝኽእሉን ካብ ብንእሽቶም ኢኻ ትምህሮም ማለት እዩ እዚ ከዓ ሕጂ እቲ ናብቲ ደንቲስት ከይዶም ዝመሃርዎ ኣሎ ኣብ ገዝኦም ዝመሃርዎ ኣሎ እንታይ ዓይነት ምግቢ ከልዑ ኣለዎም እንታይ ዓይነት ዝስተ ክሰትዩ ኣለዎም ንኣብነት ሽኮራዊ ዝኾነ ዝኾነ ነገር ሰትዩ ንኣብነት ኮካኮላ ኣሎ ገለ ኣሎ ግን እዚ ሕጂ ነቲ ካቢንቲ ከም ዝፈጥር እዚ ኩሉ ምፍላጥ ማለት እዩ ሕጂ እዚ እቲ ንኣብነት ምስ ህፃን ምስ ስድርኡ እንተመፅዩ እቲ ቀዳማይ ነገር ንሕና ንኣብነት ነዛርቦም ምስቶም ወለዲ ማለት እዩ ኦኬ ከምዚ ዓይነት ምግቢ ፅቡቅ ምኳኑ ከምዚ ዓይነት ምግቢ ፅቡቅ ምኳኑ እቲ ዘይፅቡቅ ከዓ ዲስከስ ንገብሮ ኩሉ ማለት እዩ እቲ ናይ ናይ ዓበይቲ ግን ፍልይ ዝበለ እዩ ሕጂ ናይ ዓበይቲ ብዙሕ ግዜ እንታይ ኣሎ እዚ ኣብ ናይዚ ኢሚግራንትስ ከምዚ ንሃና ከም ዘማና ስደተኛታት ናይ ኢሚግራንት ሕጂ እንታይ ማለት እዩ ብንእሽቶኻ ትሒዝካ ፎሎ ኣብ ስለ ዘይፀንሕ ሕጂ እቲ ስኒ ኣሎ እቲ ናይ ግርፃንካ ኣሎ ማለት እዩ ግርፃን እቲ ፔሪዳንታል ዲዚዝ ዝበሃል ሕጂ ኣብ ኢሚግራንት ኮሚኒቲ ሲ ኣብቲ ብጣዕሚ ዝለዓለ ፐርሰንተጅ ከም ዘለዎም ኣዩ ማለት ምክንያቱ ከምዚ ኣነ ኣነ መጀመርያ ግዜ ወዲ ዕስራን ሓሙሽተን እየን ናብ ደንቲስ ከይደ ዝበልክዎ ከምኡ ከዓ እቲ መብዛሕትኡ ናይ ኢሚግራንት ስተርሆም እዩ እሱ ጥራይ ዘይኮነ ምስ መፀ ናብ ሓደ ሓድሽ ሃገር ምስ መፀ ከዓ እንታይ ማለት እዩ ኣብ ክንዲ እዚ በዓል ስንስ መጋየፂ እዩ ማለት ኣብቲ እዋንቲ ሲ ንነብስኻ ከመይ ጌርካ ዓላማ ገይሩ እቲ መጀመርያ ዝኾነ ስደተኛ መፅኡ እተን መጀመርያ ዓሰርተ ዓመት ሓሙሽተ ዓመት ዓሰርተ ዓመት ሃላዋኽ ኢሉ ዘሕልፎ ስለዚ ዋላ እቲ ገንዘብ እንክሎ ይክእልኒ እዩ ዋላ እቲ ዋላ እቲ ገንዘብ እንተሃለዎም እቲ ፍልጠትም የለን ገለ የለን ማለት እዩ ባይ ታይም ናብ ዶክተር ዝኸደሉ ሲ ብዙሕ ዳሜጅ ይኸውን ማለት እዩ ኦኬ ሕጂ ብዙሕ ዳሜጅ እንተኮይኑ ብፍላይ እዚ ናይ ግብፃን ዳሜጅ እንተኮይኑ እዚ ናይ ናይ ኣፍካ ምጭናው ዘስዕቦ እተን ስንኻ ጠልጠል ናይ ነቕነቕ ናይ ምባላት ኣሎ ማለት እዩ ሕጂ ኣዝዩ ገፊሕ እዩ ደንቲስትሪ ሕጂ ማለት ኣብዚኣ ኢንተርቪው ንኹሉ ክገልጾ ብጣዕሚ ኣጸጋሚ እዩ ግን እንታይ ክብለካ ደልየ ግን ኣብ ደንቲስትሪ ማለት ግን ኖማረዋት ኣብዚ እቲ ናይቲ ሰብ ኮንዲሽን ኦኬ ክወጽእ ዘለዎ ስኒ ክወጽእ ተኾይኑ ክወጽእ ኣለዎ ምክንያቱ ኣብ ኣፍና ዘሎ እቲ ሕማቕ ባክቴርያ እቲ ሴም ባክቴርያ እቲ ሓንቲ ባክቴርያ እያ ናብ ኩሉ ነብስና ከይዱ ናብ ካልእ ዓይነት ሳዕቤን እውን ከምጻልና ስለ ትኽእል ስትሮክ ሃርት ኣታክ ኩሉ እዚ ምስኡ እተተሓዘ እዩ ብፍላይ በዚ ናይ ሕጂ ዘሎ መጽናዕቲ ኣዝዩ እተተሓዘ እዩ ማለት እዩ።
እተን ቀንዲ ነጥብታት ንሰን እንድን እቲ ፍልልይ ደሎ ኣብ ኤርሊ ዲቴክሽን ማለት ካብ ኣዝዮም ንኣሽቱ ከለዉ ኣትሒዝካ ሞደርናይዝ ምዃኑ ነገራት ኣድላይነት ናይ ስንኻ እንዳዓበየን ምስ መፀ ከም ትብሎ ዘለኻ ካብ ቅልል ዝበለ ኦራል ኢንፌክሽን ስጋብ ሎንግ ተርም ናይ ዲሜንሽያ ማለት ናይ ናይ ኣእምሮና ዋህዮታት ናይ ምማት እሶም ድሕር ሞይቶም ከዓ ናይ ምርሳዕ ፀገማት እውን ክፈጥር ከም ዝኽእል፣ ብደይ ብኡ ኣስናንና እንተ ዘይጥዕዩ ሕዱር ሕማም ምስ በዓል ስትረስ፣ ዲፕረሽን፣ ሰልፍ ስቲም ዝኣመሰሉ ሽግራት እውን ስለ ዘምጸልና ጥንቃቐታት ክህልዉ ከም ዘለዎም ካብ ንእሽቱ ክጅምሩ ከም ዘለዎም ናይ ጥዕና ሽግር ደለዎ ሰብ ንሕክምና ናብ ዶክተር ድኸይድ ስኑ ክጥዐ ድደለየ ሰብ ከኣስ ናብ ደንቲስት ክኸይድ ኣለዎ እሞ እንታይ እዮም ብኸመይ እዩ እዚ ልምዲ እዚ ክዓቢ ድኽእል እስኪ ቁሩብ ካብ ተመክሮ ምስ ናትካ ተጠቀምቲ ኣገልግሎት ድሃቡኻ ኣነስ መጸ ይፈልጥኒየ ናትካ ምስ መጻኹ ምስ ረኣኽዎ ግን ገለ ካብቲ ኣብ ዩቲብ ናትካ ድረኣኽዎ ማለት እዩ ናብዚ ምስ መጻኹስ ሎምስ ዋላ ወርሒ ወርሒ ክምለሰካ እየ ከምዚ ጽቡቕ ተሰሚዕኒ ይፈልጥን ወይ ስነይ ዳዓሪ ወይ ቆልዑን ኮንፊደንሶም ምሻሎ ክኾኑ ይደልዩ ድሕሪ ናትካ ኣገልግሎት ከምኡ ቴስቶሞኒ ድሃቡ ኣለዉ ኣነ ደንቲስት እየ ክኸውን ዝደሊ ድበሉ ሰባት ኣለዉ እሞ እስኪ ነቶም ናብ ናትካ ፕራክቲስ ክመፁ ደይክእሉ ምክንያቱ እስኻ ኣብ ኣሜሪካ ኣለኻ ኣብ ኢሮብ ብጣዕሚ ብዙሓት መንእሰያት ኣለዉ ነዚ ናትካ መደባት ናህና ኢንተርቪው ሕጂ ድከታተሉ እሞ ኣብ ደለውዎ ቦታ ኮይኖም ብድኽእልዎ ዓቕሚ እንተ ክከታተልዎ ክገብርዎ ድግብኦም ነገር ሃልዩስ እንታይ እዩ
እወ ሕጂ ተኽሊኖ ከም ዝበልካዮ እቲ ስኒ ብጣዕሚ ኣገዳሲ እዩ ኦኬ እንታይ ዝበሃል እቲ ፍሽኽታ ኣገዳሲ እዩ ኣነ ኦብስሊ ኣብኡ ስለ ዘለኹ እታ ቀዳመይቲ ዝሪኣ ነገር እሳ እያ ማለት እዩ ዝኾነ ነገር ዋላ ሕጂ ናይ ስራሕ ድዩ ናይ ገለ ድዩ ኪድ ኣብ ኢንተርቪው ኪድ እቲ ናይ ብስኑግ ፍሽኽትኡ ዕጉብ ዝኾነ ሰብ ኮንፊደንስ ናቱ ከዓ ላዕሊ እዩ ኦኬ ግን ኣነ እዚ ፍሉጥ እዩ ሕጅባና ኣነ ከም ዝብለካ ኣብ ስርሐይ ስለ ዝኾነ ንዓይ ግን እቲ በቲ ፍሽኽትኡ ፀገም ዘለዎ ሰብ ስኑ ወይ ከምዚ ገይሩ ሽፍኖ ወይ ሓደ ሓደ ነገራት ኣሎ ማለት እዩ ወይ ከምቲ ክገልጦ ዝግብኦ ነቲ ናቱ ኤክስፕረስ ክገብሮ ኣይክእል ማለት እዩ ሕጂ እንታይ ዝብል ኣነ እቲ ዕድል ዘለዎ ሰብ ናብ ሕክምና ክኸይድ ዝኽእል ሰብ ኩሉ ኣብ ሕክምና ከይዱ እቲ ናቱ ናይ ኦራል ሄልዝ ናቱ ማለት እዩ ኩሉ ትግጣኑ ድዩ ስኑን ብግቡእ እንታይ ከም ዝመስል ክፍተሽን ክረአን ኣገዳሲ እዩ እዚ ማለት ግን ኩሉ ሰብ ከምኡ ዓይነት ኦፖርቹኒቲ ኩሉ ዕድል ኣለዎ ማለት ኣይኮነን ነቲ ዕድል ኣብ ሕክምና ከይዱ ክረአ ብግቡእ ክከታተሎ ዘይክእል ሰብ ከዓ ብዝተኻእሎ መጠን ኣብ ገዛ ኣብ ገዝኡ ብራሽ ክገብርን ሓደ ሓደ ነገራት በቲ ኣነ ሕጂ ከም ዝብለካ እቲ ናምበር ዋን ናብ ሕክምና ክትከይድ ኣለካ ግን እቲ ክኸይድ ዘይክእል ሰብ እንተኮይኑ ከዓ ስጋዕ ዕድል ዝረክብ ናብ ዶክተር ምኻድ ዕድል ስጋዕ ዝረክብ ኣብ ገዝኡ ኮይኑ ብግቡእ ብራሽ ክገብርን ፍላስ ፍላስ ማለት ከዓ ዝፈትሊ ጌርካ ኣብ መንጎ ስንኻ ክተጽርዮን ማለት እዩ ኩሉ እዚ በቲ ክገብሮ ዝኽእል ኣብ ገዛ ክገብሮ ኣለዎ ኢለ ዝሓስብ ግን እዚ ሕጂ እንታይ ማለት እየ እቲ ክኸይድ ዘይክእል ኢልና ንገልፆ ሕጂ እንታይ እዩ ኦኬ ስለምንታይ ክኸይድ ዘይክእል እዚ ፋይናንሻል ክኸይድ ስለ ዘይክእል እዩ ወይስ ቀዳምነት ስለ ዘይሃቦ እዩ ኣብኡ እዩ ዘሎ ትሕቶ ሕጂ ማለት እዩ ኦኬ ንኣብነት ኦኬ ቀዳምነት ስለ ዘይሃቦ እንተኮይኑ ኣነ ሕጂ ዝላቦ ቀዳምነት ክቦ ከም ዘለዎ ማለት እዩ ሕጂ ዝገርመካ ነገር ሲ ንኣብነት ኣብ ሓንቲ ቁስሊ እንተወጢያትካ ንሕክምና ትኸይድ ኦኬ እዚ ጋም ኢንፌክሽን ግን ኣስናንካ ተበንቂሩ ክመውት በቃ ብስጋዕ ምጉሉ ስጋዕ ዝወፅ እንዳሃለዎ ግን ስለ ዘይረአ ኣብ ሕክምና ከይከርስቕ ማለት እዩ ኦኬ ሕጂ ሲ እቲኣ እግርኻ ስለ ዝኾነት ቁስሊ ስለ ዘላታ ትኸይድ ኣለኻ ኣብትኻ ኢንፈክሽን ኣለካ which is ብጣዕሚ ጎዳኢ ዝኾነ ኢንፈክሽን እንዳሃለወካ ግን ናብ ሕክምና ትኸይድ ኣለኻ ሕጂ እንታይ ክብል ለለ እንድሕር ናይ ፕራዮሪቲ ኮይኑ ኣነ ዝብሎ ሲ እቲ ናይ ናይ ስኒ ሕክምና ሲ ብጣዕሚ ዝለዓለ ፕራዮሪቲ ክወሃቦ ይግብኦ ኢለ እየ ዝሓስብ ኣነ ማለት እዩ ግን ከም ዝብለካ ናይ ኣነ ናዚ ናይ ኢሚግራንት ግን ኩሉ ግዜ ናይ ኢሚግራንት ኮሚኒቲ ማለት ናህና ጥራይ ዘይኮነ ኩሉ ኢሚግራንት እዩ ዝኾነ ሰብ ኢሚግራንት ኮይኑ ሕጂ እቲ ናቱ ናይቲ ጋም ዲዚዝ ስፔሻሊቲ ፔሪናንታል ዲዚዝ ብጣዕሚ ምክንያቱ ኣብዚ ሕጂ እቲ ፕሮቶኮል እንታይ እዩ ኦኬ ኣስናንካ ጥዑይ ተኮይኑ ኣብ ዓመት ክልተ ግዜ ፕሮፌሽናሊ ኣብ ደንቲስ ከይድካ ክትሕፀቦ ኣለካ በሃል ኦኬ ግን ንሱ እንተደይ ጌርካ እንታይ ማለት እዩ እዚ እንተደይ ጌርካ እቶም ኤኔሮቢክ ባክቴሪያ ዝበሃሉ እቶም ኣዝዮም ጎዳእቲ ባክተርያ ኣብ ኣፍካ ኣለው ማለት እዩ። ሕጂ እዚ ከኣ እሶም እዮም እቶም ብጣዕሚ ነቲ ፔሪዳንታል ዲዚዝ ነቲ ነቲ ኣታች ዝገብሮ ዓጽምኻ ኹን ነቲ ቅርጻንካ ኹን ጓዕጓዕ ዘብልዎ እሳቶም እዮም ማለት እዩ። ኦኬ ሕጂ ስለምንታይ ኢኻ ክልተ ግዜ ኣብ ዓመት ክትከይድ ዘለካ ወል ንዕኦም ከተጥፍኦም ማለት እዩ ብዝተኻእለካ መጠን ስለዚ ኣይ ቲንክ ከምኡ እየ ዝብል ኣነ።
እዚኣ ናበይት መረ ትወስደና መስለካ ዶክተር ጂን ፅብቕቲ ነጥቢ እንድያ ኣይ ቲንክ ኩላና ከም ኣብ ባህሊ እውን ስለ ዘይፃፋሕና ይመስለኒ ኣብ ባህልና እንታይ እዩ መሞፅ ሒዝካ ኤቭሪ ሲንግል ዳይ ንትምህርቲ ክትከይድ ከለካ ኣብ ዝኾነ ኣኼባ ክትህሉ ከለካ ኣብ ኢድካ ክማምፀሉ ዝኽእል ቦታ ዘለካዮ ኮታስ ኣብ ዓድና ብዙሕ ሰብ መሞፂ ዝጥቀም ናይ ተኽሊ ሞመፅ እጥቀም ሕጂ ኣብ ምዕራባውያን ዓለማት ክንመፅእ ከለና ከዓ ከም ልምዲ ዋላ ኣብ ዓድና እውን ኣሎ ሕጂ በዚ ሰዓት ኮልጌትን ብራሽን ብዙሕ ሰብ ይጥቀም እዩ ግን ኮልጌትን ብራሽን ናይ ምጥቃም ሓደ እቲ ልምዲ ደይምህላው ጥራሕ ደይኮነስ ብራሽ ኩሉ ግዜ ምግባር እዩ ለምደካ እዩ ወይ ከምዚ ዝበሃሉ ኣጉል ኣበሃህላታት ኣለዉ ርግፀኛ መሰረት ከምዚ ካብ ጥቕሞም እቶም ኣበሃህላ እዚኦም ካብ ጥቕሞም ወይ ሶም ወል ኢንተንድድ ክኾኑ ይኽእሉ እንዲዮም ግን ካብ ጥቕሞም ጉድኣቶም ከም ዝበዝሕ ሰብ ክገብሮ ዝግብኦ ነገር እንተ ደይገይሩ ብራሽ እንተ ደይገይሩ ብራሽ ማለት ሞመፅ ኣብ ዓድኻ ኤቭሪደይ ትገብር ተነርካስ ብራሽ ክትገብር ኣለካ ብዛዕባኡ ዝኾነ ኣሎ ድዩ ብርግፅ ኮልጌት ደምፆ ዕንወት ኣሎ ድዩ ብዙሕ ግዜ ከም ኣጉል ርድኢት ሰብ ነዚ ከም ንኸይጥቀም ዝገብሮ
ኦኬ እጂ ተክሊኖ እዚኣ ዝበልካ እዛ ናይ መወፅ ጉዳይ እንድያ መወፅ ብጣዕሚ ኣነ ንርእሰይ ናሽና ኮላሲ መወፅ እናመወፅና ኢና ዓቢና ሕጂ እዚ ዘርእየካ እንታይ እዩ ኣብቲ ሕብረተሰብ ናህና ፍሽኽታን ናይ ስኒ ዘለና ቫልዩ ላዕሊ ምዃኑ እዩ ዘርእየካ ኣሚን ከም ዝበልካዮ ኩሉ ሰብ ኣብ እዝኑ ገይሩ መወፅ ገይሩ እዩ ማለት ኩሉ ኣብ ቦርሲ ገይሩ ድዩ እዝኒ ገይሩ ድዩ ገለ ገይሩ ድዩ ሕጂ መወፅሲ ኣይትፍለን እያ ብዙሕ ሰብ ብፍላይ ናይ ቀደም ማለት እዩ ኣይደን ሕጂ እንታይ ይመስል ኣይፈልጥን እየ ግን እዚ ሕጂ ኣነ ክሪኦ ከለኹ እንታይ ዘርእየኒ ከም ሕብረተሰብ ንሕናሲ ናይ ስንና ጥዕናን ናይ ስንና ከመይ ከም ዝመስልን ብጣዕሚ የገድሰና ምንባሩ እዩ ኣነ ዝርድኣኒ ማለት እዩ ሕጂ ሞት ብጣዕሚ ፅቡቕ እዩ እቲ ሕጂ ኣለዎ እንዲ እቲ ንኣብነት ምስ ኮልጌት እንታይ ከመሳስሎ ይኽእል ዝብል ሕጂ ንኣብነት መወፅ እቲ መካኒካል ነቲ መካኒካል ሪሙቪን እቲ ፕላክ ሪሙቭ ምግባር ማለት እዩ ንኣብነት ኮልጌት ፍልይ ዘብሎ ከዓ እንታይ እዩ ኮልጌት ከዓ ኮልጌት ይኹን ወይ ክረስት ይኹን ኩሉ እቲ ካልእ ብራንድታት እንታይ እዩ ፍሎራይድ ኣለዎ ማለት እዩ ሕጂ እቲ ፍሎራይድ ንምንታይ ይጠቀም ንዝብል ሕቶ ፍሎራይድ ማለት ሓደ ኮምፖነንት ነቲ ናይ ኢናመል ናህና ሓደ ኮምፖነንት እዩ ነቲ ናህና ኢናመል ስትሮንግ ክኸውን ከም ዝኽእል ክገብር ዝኽእል ሚነራል ስለ ዝኾነ ማለት እዩ ሕጂ ኣብ መወፅ ግን ኣሎ ፍሎራይድ እንተልካኒ የለን ማለት እዩ ኦኬ ሶ እታ መወፅ ሕጂ ክንታ ብራሽ ሕሰባ እሞ እታ ኮልጌት ግን ኤክስትራ እሳ ሕጂ እንታይ እቲ ኮንተንት ናታ እንታይ እዩ እቲ ፍሎራይድ ፍሎራይድ ከዓ ምስ ካልሲም ገይሩ ኢናመል ስለዚ ሪፔር ስለ ዝገብር ማለት እዩ ሶ እሱ ኣለካ ሕጂ እቲ ዝበልካዮ ዓንተቢ እንታይ እዩ ኣክሽሊ ዝሰርሓኩም ሓሳብ ዝመጸትኒ ሕጂ ብዙሕ ሰብ እንታይ እዩ ዝብለካ ናብ ደንቲስት ኣይትኺዱ ኣነ ሕጂ ንሕና መጀመርያ ንመጻናሉ ከምኡ ንሰምዕ ነርና ናብ ደንቲስት ይትኹዱ ሓንሳብ ተተንዲፎምኻ ኮታ እነኹም ከበላይ ክብልኩም እዩ ዝበሃል ከዓ ኣሎ ማለት እዚ ሓቂ እየ ነግረካ ሕጂ እዚ ቀጻሊ መዓልታዊ ንሰምዖን ንሪኦን ማለት እዩ ሕጂ ስነይ ጽቡቅ ኣሎ ብለካ ሕጂ ሰብ ኦኬ ካብ ሕጂ ናይ መጺ ንዓይ ስነይ ጽቡቅ ኣሎ ዝብለካ ኦኬ እተን ዝረኣያ ንኣብነት ስኒ ጽቡቅ ክህልዋ ክእለ እየን እዚ ኣይተበርበራን ኣይተበልዓን ካቢት የብለን ማለት እዩ ግን እቲ ብትሕቲኡ ዘሎ እቲ ግርጻን ማለት እዩ እሱ ግን ኮምፕሊትሊ ተናስናንሰን ጠልጠል ክብላ ክእላ እየን ማለት እዩ ሕጂ እንታይ ክብለካ ደለ እቲ ደንትስትሪ ሳይንስ እንዲ ልክዕ ከም ሳይንስ ከዓ እንታይ ማለት እዩ ኤቪደንስ ቤዝ ኤቪደንስ ከዓ ሕጂ እንታይ ማለት እዩ ከምዚ በለካ በለካ ደይኮነ ከምዚ ሕጂ ኦኬ ወል ከምዚ ተገይሮም ከምዚ ኣይኮነ ኦኬ ሕጂ እቲ ናይ እንታይ ማለት እዩ እዚ ካብቲ ንሕና ልምዲ ስለ ዘይነበረና እቲ ናህና ናይ ስኒ ፍልጠትና ቁሩብ ውስን ስለ ዝብል ማለት እዩ ግን እቲ ቀንዲ ነገር እንታይ ማለት እዩ ተኣምኖ ክሊኒሻን ትኣምኖ ኦፊስ ረኺብካ ነዚ ነገር እዚ ሲ ንዓኻ to your best interest ክገልጸልካ ዝኽእል ምርካብ እዩ እቲ ቀንዲ ነገር ማለት እዩ ሕጂ እዚ ከምኡ ንኣብነት እስኻ ሕጂ ንኣብነት ተኽሊኖ ናባይ መጺኻ እንድሕሪ ኩሉ ገሊጸልካ እዝን እዝን እዝን መስል እቲ ኤክስሬይ እንታይ መስል እቲ ፒክቸር ሕጂ ንኣብነት ናባይ ተመጺኻ ኩሉ ኢና ንወስድ we take pictures we take uh, x-rays we take ኩሉ ነገር ነቲ ሕሙምሲ ባዕሉ ክረኣዮ ከም ዝኽእል ኣነስ ኣነ ዝበልኩኻ ዘይኮነ በታ ናይ ኤክስረይ well here is your ኤክስረይ ዘይኮነ ኤክስረይ ሕጂ ነቲ ሕሙም ዘይክርድኦ ይኽእል እዩ ኦኬ ግን ሕጂ ተወሳኺ ንሕና እንታይ ንገብር ኤክስትራ ማይል ኬንና ንኣብነት ጽቡቕ ስእሊ ርኢና ኦኬ እዚ እዩ ንብሎ ማለት ሕጂ እንታይ ማለት እዩ ሕጂ እቲ ሰብ ንዕኡ ስጋዕ ክንድኡ ዳሜጅ ከም ጸንሖ ዋላ ከይፈለጠ ጸንሐ ደሓር ግን ስእሊ ምስ ረኣየ ገለ ግን ዋው ይስምብል ማለት እዩ እዚስ ዋው ከምዚ ምዃኑ እፈልጥ ኣይነበርኩን ዝብሉና ኣለዉ ማለት እዩ ሕጂ እንታይ ክብለካ ደልየ ኩሉ ግዜ ሲ እንታይ ዝበሃል ሓባ ቁስልኻ እንትኾንካ ኩሉ ግዜ ሓባ ቁስላ ኣይትኽእል ኢኻ ማለት እዩ ሕጂ ሓባ ቁስላ ሓባ ቁስ እዚ ማለት እዩ ንሓደ ነገር እንተ ኣሚንካሉ ጥራይ ኢኻ ክትፍውሶ እትኽእል ማለት እዩ። ሓደ ነገርስ ከም ጸገም ምህላዉ እንተ ፈሊጥካ ጥራይ ኢኻ ፍታሕ ከተምጽኣሉ እትኽእል። ሕጂ እስኻ ንኣብነት ኦይ ዩ ኖው ዋት ኣነ ጽቡቕ ኣለኹ እንተ ኢልካኒ ዊች ሚንስ ዳት ነቲ ጸገምሲ ዋላ ከም ጸገምም ኣይትሪኦን ኣለኻ ማለት እዩ ዊች ሚንስ ንዕኡ ከኣ ፍታሕ ከተምጽኣሉ ኣይትኽእልን ኢኻ ኦኬ ሕጂ ናይ ዘለናዮ ግዜ ጽቡቕ ነገር እንታይ ማለት እዩ ሪሰርች ክትገብር ትኽእል ኢኻ ኢቭን ጎ ጉግል ክትከይድ ትኽእል ኢኻ ኢቭን ጎ ዩቱብ ክትከይድ ትኽእል ኢኻ ዝኾነ ነገር ማለት እዩ ፔሪዳንታል ዲዚዝ እንታይ እዩ ዝብል ጉግል ተገይርካ ሲ ኩሉ እቲ ሓበሬታ ነግረካ እዩ ማለት እዩ ስለዚ ነቲ ዘሎ ሓበሬታ ሰብ ተጠቂሙ ነቲ ዘሎ ሓበሬታ ከዓ ንናብቱ ነቲ ናቱ ጥቕሚ ሕጂ ጉግልን ዩቱብን ሲ ጓይላ ጥራይ ክትሪዕሉ ይኮነን ማለት እዩ ካልእ ነቲ መሃሪ ዝኾኑ ሓበሬታታት ከኣ ኣሎ ልክዕ ሕጂ ንኣብነት ዋላ ናትካ ኤክስሬይ ሪኢኻ ሲ ልክዕ ከምታ ናትካ ትመስል ኤክስሬይ ክትረኽባ ትኽእል ኢኻ ሰርች ጌርካ ፔሪናታይድ ፔሪናታል ዲዚስ እንታይ እዩ ኢልካ እንድሕሪ ሰርች ጌርካ ኩሉ ኣሎ ማለት እዩ ስለዚ እቲ ሰብ ሕጂ እንታይ ክብለለይ በቲ ናይ ቀደም ዶግማ ከምዚ ከምዚ ዘይኮነሲ ነቲ ዘሎ ሓበሬታ ነቲ ዘሎ ቴክኖሎጂ ከም ተጠቃሚ ኮይኑ ክረብሓሉ እዩ ዩ ተስፋ ናተይ ማለት እዩ። ኣገደስቲ ነጥብታት እያ ቅድም ኣቢልና ከም ዝበልናዮ ከም ዝዘተናሉ እውን ናይ ስንና ጥዕና ኪንዮ እቲ ፍሽኽታ ዝስማዓካ ምስኡ ኣቢሉ ዝመፅእ ኮንፊደንስ፣ ናፅነት፣ ርእሰ ተኣማንነት ብደቦ እውን ፊዚዮሎጂክሊ ምስ ብዙሓት ክፋል ናይ ኣካላትና ብቐረባ ዝተኣሳሰረ ስለ ዝኾነ ብጣዕሚ ናይ ቀረባ ነርቭ ኤንዲንግ ስለ ዘለዎ ምስኡ ዝመፁ ቃንዛታት ካብ ብዙሕ ነገራት እውን ከትርፉና ስለ ዝኾኑ ሕጂ ኣብዚ ዓመት ሓሙሽተ ዓመት ዓሰርተ ዓመት ደይክስምዓና ይኽእል ይኸውን ግን እንዳዓበና ክንከይድ ከለና ስንና ባህሩ እንዳቐየረ ስለ ዝኸይድ እቲ ጥዕና እንተ ብእዋኑ ዘይተኸታቲልናዮ ኣብ ግዜ ዕቤት ዝመጹ ሕማማት ምስኡ ሓዲሮም ስለ ዝህልዉ ናይ ግድን ናይ ግድን ናይ ግድን እዚ ዶክተር ጂ ዝብለና ዘሎ ሓበሬታ ክነተግብሮ እግበኣና። ዶክተር ጂ! ሕጂ እዚ ክትብሎ ዝጸናሕኻ ነጥብታት ኣብ ንቡር ግዝያት ኣብ ዶክተር ናብ ሶሪ ድሓመመ ሰብ ናብ ዶክተር ዝኸደሉ ስኑ ክሕከም ዝደለየ ናብ ደንቲስት ዝኸደሉ ግዜ ወይ ድማ ሩቲን ከለና ማለት እቲ ስርዓት ክህልወና ከሎ ስርዓት ማለት ንግሆ ብድድ ኢልካ ቀዳመይቲ ነገር ትገብራ እንታይ እዩ ሻወር ክትገብር ከለኻ ስንኻ ትሕፀብ፣ ቁርስኻ ትቆርስ፣ ምሸት ካብ ስራሕ መፂኻ ቅድሚ ምድቃስካ ስንኻ ብራሽ ትግበር፣ ስንኻ ትሕፀብ ማለት እዩ። ኣብዚ ሰዓት እዚ እዚ ኳራንታይን ኮይናሉ ዘለና ብምሉኦም እቶም ሩቲን ወይ ስርዓት ዝበሃሉ ኣብ ሂወትናስ ዳርጋ ተሪፎም እዮም። ኣነ ኣብ ገዛ ኮይነ ክሰርሕ ከለኹ ካብ ከምዚ ኢለ ናይ ኦፊስ ክዳን ተኸዲነ ዝሰርሕ ብጃማይ ገይረ ተሰሪሐ ዝሰርሓሉ ግዝያት ይበዝሕ ብድድ ኢለ ካብ ንስራሕ ክኸይድ እየ ሕጂ ኢለ ክዳሎ ዝገብሮም ዝነበርኩ ባህርያት ብምልኦም ተቐይሮም እዮም ኣብዚ ሰዓት እዚ ብዙሕ ንዓይ እውን ሕቶታት ካብ ዝመፀኒ እንታይ እዩ ደቀይስ ወደይስ ይቑን ዘሎ ወይ ድማ እዚ ብራሽ ምግባርሲ እንታይ ፀገም ኣለዎ ካብ ፍርቂ በዓል ተተገበርናዮ ዝንጎ ምሸትን ዝነበረ ተሪፉ ከምኡ ዳኣመሰሉ ብጣዕሚ ሕቶታት ብጣዕሚ ብዙሓት ሕቶታት እዮም ክመፁ ነቐን እዮም ብፍላይ ከዓ ምስ ስኒ ዝተኣሳሰሩ እዚ ወደይ ረስኒ ገይሩ ወደይ እዚ ጓለይ እዚ ምዕጉርታ ሓቢጣ ኣላ ረስኒ ከዓ ኣለዋ እሞ ናይ ስኒ ጥራይ ድዩ ናይ ኮሮና ቫይረስ ብምንታይ ገይረ ይፈልጦ ደኣ ዝበሃሉ ብዙሓት ሕቶታት እዮም ክመፁ ቀን እዮም ኣይ ኩድ ንፍተወት ቤረር ደይ ቱ ዲስካስ ስ እሞ ካብ ዕለት ናብ ዕለት ንተፈጠርና ብምሉእ ኣብ ተቐየረሉ ሰዓት ሲ ከመይ ገይሮም እዮም ወለዲ ንደቆም ስኖም ክከታተሉ ከም ዘለዎ ዝገብርዎም ወለዲ ከ ከመይ ገይሮም ናይ ገዛ ርእሶም ናይ ስናዊ ጥዕና ወይ ናይ ስኒ ጥዕና ይከታተሉ እዚ ናብ እንተ ሓደ መዓልቲ ከምኡ እንዳበለ ክልተ መዓልቲ ከምኡ እንዳበለ ሰሙን ወርሒ ሳልሳይ ወርሒ ራብዓይ ወርሒ ይኸይድ ኣሎ እዚ ምውሻብ እሞ እቶም ባህርያት ከዓ በብንእሽተይ በብንእሽተይ እንዳገበሩ ስለ ዝኾኑ ዝስርሑ ሕማቕን ፅቡቕን ማለት እዩ እዛ ናይ ስኒ ምሕፃብ ብድድ ኢልካ ስኒ ምሕፃብ ባህሪ ዳርጋ እንዳተረፈት ትኸይድ ኣላ ብ እቲ ካልእ ኤክስተርናል ኪው ንብሎ ነገር ስለ ደየሎ እሞ ኣብዚኣ ምኽርኻ እንታይ ትመስል እንታይ ምመኸርካዮም እንታይ እዮም ክገብሩ ደለዎም ማዕረ ማዕሪኡ ከኣ እዚ ኣመጋግባ ንባዕሉ ኣብ ገዛ ካብ ተመክሮይ እውን ክዛረብ እንድሕር ኮይነ ኣብ ገዛ ሽኮር ኣይንጥቀምን ኢና ግን ነቶም ናይ ምግብታት ክንጥንቀቐሎም ዝግባኣና ኣብ ግምት ብምግባር እቲ ናይ ባህሪ ለውጢ ኣጋጢሙ ደሎ ናብ ንቡር ንምምላስ ክጥቀምሎም ደለዎም ሜላታትስ እንታይ ምመኸርካና ዶክተር ጂ
እወ ሕጂ ተክሊኖዚ ዘለናዮ ግዜ ብጣዕሚ ንኩሉ ዓለም ጠልጠል ኣቢሉ ዘሎ እዋን ስለ ዝኮነ እዚ ናይ ቫይረስ ማለት እዩ ቀዳምነት ኣይ ሆፕ እዚ ግዜ እዚ ሲ ብሰላም ተወዲኡስ ከምቶም ዝሓለፉ ካልእ ሕማማት ሓሊፉስ ንደቅናን ደቂ ደቅናን ነግረሉ ይግበሮ እየ ዝብል ማለት እዩ ኣሜን ኣሜን ብምቕፃል እቲ ከም ዝበልካዮ ሕጂ ብጣዕሚ ንወለዲ ኣሸጋሪ ዝኾነ ግዜ እዩ ምክንያቱ ንጎት እስቲ ኢሎም ብራሽ ገይሮም ብግቡእ ናብ ቤት ትምህርቲ ይኸዱ ነይሮም ሕጂ ግን ቆልዑት ኣብ ሙሉእ መዓልቲ ገዛ ውዕሉ ኣለዉ ማለት እዩ እዚ ከዓ እንታይ ማለት እዩ ሕጂ ሙሉ መዓልቲ ክበልዑ ክውዕሉ እዮም ማል ማለት እዩ ምክንያቱ ኪችን ኣብ ገዛ ስለ ዘለዎ ማለት እዩ ሕጂ እቲ ናይ ብራሽ ምግባር እዚ ኣይ ሆፕ እቶም ወለዲ ስትሪክትሊ ልክዕ ነታ ዝነበረት ሩቲን ልክዕ ከም እታ ናይ ቅድሚ ሕጂ ዝነበረት ከምታ ናይ ትምህርቲ ዝኸዱላ እዋን ተሲኦም ብራሽ ክገብሩ እንታይ ሽም ክገብርዎም ይላቦ ማለት እዩ ካልእ እንታይ ማለት እዩ ሕጂ እዚ ናይ ካቪቲ ምፍጣር ኩሉ ግዜ ንካቪቲ ሰለስተ ነገር እዮም ዘድልይዎ ሓደ እቲ ሽኮራዊ ካልኣይ ነገር ባክቴርያ ንሳልሳይ ነገር ከዓ ግዜ ማለት እዩ ታይም ሕጂ እዞም ሰለስተ ነገራት እዚኦም እንታይ እዮም ንኣብነት ባክቴርያ ኣብ ኣፍናሲ ብዙሕ ባክቴርያ ኣለዉ ሽኮራዊ ከኣ እቲ ንበልዖ ብፍላይ ኣብዚ ወስት እንተኮይና ንቅመጥሲ እዚ ንበልዖ ምግቢ ኩሉ ናይ ግድን እቲ ሽኮር ሽኮር ኣይኮነን ማለት እቲ ኩሉ እታ ባኒ ንበልዓ ሽኮራዊት እያ anything we touch ማለት እዩ እቲ ንሰትዮም ንበልዖም ሽኮራዊ ስለ ዘለዎ እዚ ሕጂ ኣብ መዓልቲ እንድሕር ሙሉ መዓልቲ you know ሎቅመጽመጽ ክትብል ትውዕል ተኾንካ which means እንድሕሪ ገደብ ዘይብሉ ኣመጋግባ ማለት ዋላ ንእሽተይ ትኹን ብዘየገድስ ነቶም ባክቴርያ ግን ቀፃሊ ፊድ ስለ ዝገብሮም እዚ ሕጂ ዝዓበየ ካቪቲ ክፈጥር ይኽእል ማለት እዩ ስለዚ ሕጂ እንታይ እዩ ዝላቦ ኣነ ልክዕ እቶም ቆልዑ ተሲኦም ንግሆ ልክዕ ከምታ ናይ ትምህርቲ ዝኸዱላ ብራሽ ገይሮም እታ ቁርሶም ቆሪሶም ኣብ መንጎ ቁርስን ኣብ መንጎ ምሳሕ ግን እቲ ኩሉ ዝለቕመፅመፅ ዝበሃል ነገር ከም ዘይገብሩ ክትቁጥቦም ኣለካ ምክንያቱ እንድሕሪ ሙሉ መዓልቲ ዋላ ትንኣስ ዋላ ትዕቢ ብዘየገድስ እንድሕር ሙሉ መዓልቲ እንድሕር ክትበልዕ ውዒልካ ግን ነቶም ባክቴርያ ብቐፃሊ ሹገር ፊት ትገብሮም ስለ ዘለኻ ሕጂ ነቲ ካቪቲ ናይ ምፍጣር የተቃላጥፎ ኣለኻ ማለት እዩ ሕጂ ብሓፈሽኡ እንጀነራል ዋላ ንኣሽ ትኹን ዋላ ንዓበይቲ እቲ ሓደ ዝዓበየ ፋክተር ናይ ካቪቲ ዝፈጥር እንታይ እዩ ብቀጻሊ ምብላዕ ማለት እዩ እቲ ናምበር ዋን ሕጂ ንኣብነት ሓንቲ ትስተ ንኣብነት ኮካኮላ ንበላ ንኣብነት ምሳሕካ በሊዕካ ንኣብነት ኩላ ሰቲኻ እንተወዲእካያን ምሉእ መዓልቲ ንዓ ቀስ ጌርካ ክሰትያ ተውዒልካን በበይኑ ምክንያቱ እቲ ነቶም ባክቴርያ ዝሎም ዝነውሐ እዋን ፊት ትገብሮም ነታ ቀስ ኢልካ ትበልዓ ማለት እዩ ነታ ምሉእ መዓልቲ ምሕሪ ቀስ ኢልካ ክትመፅያ ትውዕል ኮንካ ዝበዝሕ ዳሜጅ ክትገብር ስለ ትኽእል ሕጂ እዚ ከዓ እዚ ናይ ኳራንቲን ነገር ሕጂ ናይ ኩሉ ስግኣት እዩ እዚ ነቲ እዚ ብናይ ስኒ ስለ ዝረኣናዮ እምበር ዋላ በቲ ናይ ካልእ ጥዕና ማለት እዩ እዚ ሕጂ ሙሉ መዓልቲ ክበልዑ ከም ዘይብሎም ጠጦ ክትብሎም ከም ዘለካ ልክዕ ከምታ ናይ ዝተኽኣለ መጠን ልክዕ ከምታ ናይ ቅድሚ ሕጂ ዝነበሮም ሩቲን ነቲ ሩቲን ክትቅፅሎ ምህላው እዚ ናይ እዚ ማለት ቀሊል ኣይኮነን ግን ብዝተኻእለ መጠን ነቶም ወለዲ ዝላበዎ ነገር እሱ ማለት እየ ዋላ ኣብ ገዛ ስለ ዝውዕሉ ቀፃሉ ክበልዑ ናብ ክችን ከተተክተክተሎም ከም ዘይብልካ እንተበልዑ ከዓ ኣሎ እቲ ስቲኪ ዝኾነ ከምቲ ዝበልካዮ ስቲኪ ዝኾነ ዓይነት ምግቢ ከም በዓል ሕምባሻ ድዩ ከም በዓል ባኒ ድዩ ከምኢታ ዘይኮነ ግን እቲ ሀዚ ዝኾነ ንኣብነት ቺዝ ወይ ድማ ከም በዓል ኣፕልስ ፍሩትስ ኣብ ክንዲ ኦረንጅስ ትቦም ነቆልዑት ናይ ጽሟቀ ናይ ራሽ ትቦም እታ ራሽ ባዕላ ክትቦም ኣብ ክንዲ ኣፕል ጅስ ትቦም እታ ኣፕል ክትቦም ዝምረጽ ማለት እዩ እዚ ከዓ እንታይ ማለት እዩ ምክንያት ዝኮነ ጁስ እንተሪእኩሞ ብዙሕ ሽኮር ስለ ዝውሰኮ